ይብዛሕልኩም ኣነ ሓውኩም ሰላሓዲን ካብ CRG International Church Stockholm Sweden እየ ናይ ማዓልቲ ቃል ድብል ፕሮግራምና እዩ ኢየሱስ ጎይታ እዩ ነዚ ማዓልቲ ዝኮን ቃል ድማ ክንካፈል ኢና ሎሚ ንካፈሎ ቃል መሪሕነቱ እዩ ዓቢ ዝገብረካ ዝብል እዩ መሪሕነቱ እዩ ዓቢ ዝገብረካ ርኢኹም ኩሎም ኣብ መጽሓፍ ቅዱስ ኣብ ዘመኖም ኣብ ግዜኦም ዓበይቲ ተባሂሎም ዝወድኡ ኣብ ዘመኖም ኣብ ግዜኦም ብዓወት ነገራት ዘካናውኑ ኣብ ዘመኖም ኣብ ግዜኦም ዓበይቲ ስራሓት ዝሰርሑ መሪሕነት ናይቲ ልዑል ስለ ዝተኸተሉ እዮም እሱ ናብ ዘበለካ እንተቢልካ ዓቢ ክትከውን ኢኻ ንሱ ናብ ዘበለኪ እንተቢልኪ ዓበይቲ ጉዳያት ከተካናውኒ ኢኺ መጽሓፍ ቅዱስ ከምዚ ይብል ዘፍጥረት ምዕራፍ ዓሰርተ ክልተ ጥቕሲ ሓደ እግዚኣብሔር ድማ ንኣብራም በሎ ካብ ምድርኻን ካብ ኣዝማድካን ካብ እንዳቦኻን ኣነ ናብ ዘርእየካ ምድሪ ኣቢልካ ውፃእ ንዓብዪ ህዝቢ ክገብረካን ክባርኸካን ከኣ እየ ንስምካ ውን ከዕብዮ እየ፣ ንበረኸት ድማ ክትከውን ኢኻ። ንዝባርኹኻ ክባርኾም፣ ንዝረግመካ ድማ ክረግሞ እየ፣ ዓሌታት ኵላ ምድሪ ብኣኻ ክባረኹ እዮም። ኣብርሃም ከኣ ከምቲ እግዚኣብሄር ዝበሎ ከደ፣ ሎጥ ድማ ምስኡ ከደ፣ ኣብራም ካብ ካራን ክወጽእ ከሎ ኸኣ ወዲ ሰብዓን ሓሙሽተን ዓመት ነበረ። ዘገርም ነገር እዩ፣ ኣብርሃም ክሳዕ ወዲ ሰብዓን ሓሙሽተን ዓመት ዝነበረ ጕዕዞኡን ህይወቱን ምንም ታሪኽ ስለ ዘይነበሮ ምንም ድተዘገበን ድተጸሓፈን ነገር የለን። ነገር ግን ኣብ ወዲ ሰብዓን ሓሙሽተን ዓመቱ ታሪኽ ከም ዝሰርሕ ዝገብሮ ድምጺ ኣምላኽ መጺዎ። ዓቢ ዝገብሮ ድምጺ ኣምላኽ መጺዎ። ኣብራም ኢልዎ ኣነ ናብ ዘርእካ ምድሪ ውጻእ ኢልዎ ኣነ ናብ ዘርእካ ምድሪ ውጻእ ካብ ዓሌትካን ካብ ቤትካን ካብ ዘርእኻን ተፈለ ኢልዎ ናብቲ ኣነ ዘርእካ ድማ ኪድ ኢልዎ ናብቲ ኣነ ዘርእካ እንተ ደኣ ወጺኻ ግን ዓብ ህዝቢ ክገብረካ እየ ኢልዎ ርኢኹም እግዚኣብሔር ኣምላኽ ነብርሃም ዓቢ ክገብሮ ወሲኑ እዩ ንብዙሕ ከኣ ንበረኸት ክገብሮ ወሲኑ እዩ ክባርኾ ጥራሕ ዘይኮነ ንበረኸት ክገብሮ እዩ እግዚኣብሔር ወሲኑ ነዚ ኣምላኽ ዝወሰኖ ውሳነ ግን ኣብርሃም ካብቲ እሱ ዘለዎ ናብቲ ናይ እግዚኣብሔር ኣጀንዳ ህይወቱ ንኽትበጽሕ ነቲ ውጻእ ዝብል ናብዚ ገጽ ካብል ዝብል ናይ እግዚኣብሔር መሪሕነት ክኽተል ኣለዎ ምኽንያቱ ዕቤት ኣብ መሪሕነት ኣምላኽ እዩ ዘሎ። ዕቤት ኣብ ናይ እግዚኣብሔር ድምፂ ምእዛዝ እዩ ዘሎ። ኣብርሃም ኖባዲ ዝነበረ ሳምባዲ ዝገበሮ እግዚኣብሔር እዩ። ምንም ታሪኽ ዘይነበሮ ግን ታሪኸኛ ዝገበሮ ኣቦ እስራኤል ዝገበሮ ኣቦና እንዳተባሃለ ክሳብ ሕጂ ክፅዋዕ ዝገበሮ ነቲ ናይቲ ልዑል መሪሕነት ህይወቱ ስለ ዝተኸተለ እዩ። ኣብርሃም ናበይ ከም ዝወፅእ ከይፈለጠ ብእምነት ተኣዘዘ እዩ ዝብል። ብእምነት ንመሪሕነት ኣምላኽ ዝተኣዘዙ ኩሎም ዓበይቲ ተባሂሎም ኣብ መጽሓፍ ቅዱስ ተቐሚጦም ኣለዉ። ዕብራውያን ዓሰርተ ሓደ ጥቕሲ ክልተ ከምኡ ኢልዎም ኣሎ፣ ብኣኣ እዩ ነቶም ዓበይቲ ዝተመስከረሎም ኢሉ። ብምንታይ? ብእምነቶም ንመሪሕነት ልዑል ብምኽታሎም። ሓወይ ሓፍተይ! ዓበይቲ ነገራት ክተካይድ ኣብ ህይወትካ ዓበይቲ ዓወታት ክትዕወት ዓበይቲ ስራሓት ክትሰርሕ ክቡር ነገር ክካናወን ብኣኻ በረኸት ብዙሓት ክትኮኑ ትደልዩ እንተ ደኣ ኾንኩም ከምኡ ዘግብረኩም መሪሕነት ኣምላኽ እዩ ምኽንያቱ ኣብ መሪሕነቱ ናብ ኣጀንድኡ ምእታው ኣሎ ኣብ መሪሕነቱ ናብ ፈቓዱ ምእታው ኣሎ ኣብ መሪሕነቱ ናብቲ ኣምላኽ ዝረኣየልና ምድያብ ኣሎ ስለዚ ንዅሎም ኣቦታትና ታሪኽ ክገድፉ ዝገበሮም ክሳብ ሕጂ ድማ ከም ደበናታት ኮይኖም ምስክርነትና ክኾኑ ዝገበሮም መሪሕነት ናይቲ ልዑል ስለ ዝተኸተሉ እዮም። ሎሚ ድማ ኣብ ማእከል እዚ ወለዶ ኣብ ማእከል እዚ ትውልዲ ብዙሕ ክቡር ነገር ብኣኻ ክግበር ብኣኺ ክግበር ንጥቕሚ ብዙሓት ድማ ጥዑም መኣዛን ሽታን ኮንኪ ክትነብሪ ትደልዪ እንተደኣ ኮንኪ መሪሕነት እግዚኣብሄር ኣብ ኩሉ ነገር ክተኸተል እዪ። ኣብ ዝኣተናዮ ነገር ዓበይቲ ክንከውን ንኸእል ኢና። ብኣገልግሎት ክንዓቢ ንኸእል ኢና። ብቢዝነስ ክንዓቢ ንኸእል ኢና። ብትምህርቲ ክንዓቢ ንኸእል ኢና። መኣስ? ኣብ ነፍሲ ወከፍ ምንቅስቓስና መሪሕነቱ እንተድኣ ኣእቲናሉ። ቢዝነስኪ ብመሪሕነቱ እሞ ግበርዮ። ከመይ ከም ዘዕበየኪ ተመልከቲ። ኣገልግሎትካ ብመሪሕነቱ እሞ ይኹነልካ፣ ከመይ ከም ዘዕበየካ ተመልከት፣ ምኽንያቱ ኣብ መሪሕነቱ ዕቤት ኣሎ። እዘን ነጥቢ ውሰዱለይ፣ ምኽታል መሪሕነት ኣምላኽ ኣብ ዓቢ ውጽኢት የብጽሐካ። ካልኣይ፣ ምኽታል መሪሕነት ኣምላኽ ኣብ ኩቡር ስፍራ የብጽሐካ። ሳልሳይ ምኽታል መሪሕነት ኣምላኽ ብብሉጽነት የማላልሰካ። ክሳብ ክንደይ ኣብ ዝጀመርካዮ ነገር ዓቢ ክትከውን ኢኻ ዝውሰን ክሳዕ ክንደይ መሪሕነቱ ኣብቲ ጉዳይ ኣሎ እዩ። መሪሕነቱ ዝኽተል ኩሉ ይዓቢ እዩ፣ ብመሪሕነቱ ዝመላለስ ኩሉ ይብልጽግ እዩ። ስለዚ ዓቢ ዝገብር ናይ እግዚኣብሔር መሪሕ እዩ እሞ ናይ እግዚኣብሔር መሪሕ ኣብ ኩሉ ጉዳይካ ተጠቀመሉ። ኣብ ሓዳርካ፣ ኣብ ትምህርትኻ፣ ኣብ ቢዝነስካ፣ ኣብ ኣገልግሎትካ መሪሕ ናይ እግዚኣብሔር ተጠቀም እቲ መሪሕ ድማ ከዕብየካ እዩ። ሻሎም።